Straw ብታይለር ፔሪ ዝተደርሰትን ዝተኣለየትን ፊልም። ትረኻ ብዛዕባ ጃንያ ትበሃል ሰበይቲ እያ። ሓንቲ በይና ውላዳ ተዓቢ ኣደ። ኣብ ውሽጢ ሓንቲ መዓልቲ ጥራይ ኩሉ ዓይነት ጸቕጢ ብሓንሳብ ዝወደቃ። ስራሕ፣ ገዛ፣ ጥዕና ጓላ፣ ገንዘብ፣ ኩሉ ብሓንሳብ ይፈርሳ። ንሳ ድማ ናብ ዘይተጸበየቶ ሓደገኛን ፈታንን መንገዲ ክትኣቱ ትድፋእ። ስትሮው ማለት ናይ መወዳእታ ሓሰር እዩ፣ እታ ንኹሉ ነገር ናብ ምፍራስ እትወስድ ናይ መወዳእታ ጽንዓት። ሓራይ ናብቲ ትረኻ ንእቶ። ጃንያ ዊልኪንሰን ኣብ ጆርጅያ ትበሃል ሓንቲ ንእሽቶ ከተማን እያ ትነብር። ኣብ ሱፐርማርኬት ትስራሕ፣ ንጓላ ኣርያ ድማ በይና ትዓቢ። ኣርያ ጓላ ብተደጋጋሚ ሕማም ምንቅጥቃጥ ትሳቀ። ፍሉይ ክንንክንን መድሓኒትን ድማ ትደሊ። ኣብታ ወሳኒት ረፍዲ፣ ጃንያ ንኣርያ እናሓጸበት ንትምህርቲ እተዳልዋ ነይራ። ኣርያ ብዛዕባ ሓደ ናይ ስነ-ፍልጠት ፕሮጀክት፣ ብባትሪታትን ንኣሽቱ መብራህቲ ዝተሰርሐ ዝሰርሓቶ ነበረ። ንኣዲኣ ድማ ንከይትትንክፎ ተጥንቅቃ። ኣርያ ባዕላ ክትሓጸብ ዘይምኽኣላ እንዳማረረት፣ መምህራ ብቅድሚ ክላሳ ብዛዕባ ናይ ምሳሕ ገንዘብ ክትኣምጽእ ከም ዘለዋ ይርብሻ ከም ዘሎ ንኣዲኣ ትነግራ። ጃንያ ትስንብድን ትሓዝንን፣ ግን ግዜን ገንዘብ ስለ ዘይብላ ናብ ስራሕ ንኽትከይ ትግደድ። ኣብታ ወሳኒት መዓልቲ ኩሉ ብሓንሳብ ክፈርስ ይጅምር። ክራይ ገዛ ስለ ዘይከፈለት ዋና ገዛ ካብ ገዝኣ ከውጽኣ ከም ዝኾነ እንዳነገረ ይፈራርሕ። ኣርያ ድማ እታ ናይ ቤት ትምህርቲ ንእሽቶ ዕዳ ናይ መግቢ ንኽትከፍለላ ተዘኻኽራ። ናብ ስራሕ ኣብ እትከደሉ መገዲ ምስ ሓደ ፖሊስ ግርጭት ይፈጠር። እቲ ፖሊስ ጸላም ምዃና ርእዩ ብኸቢድ ቃላት የፈራርሓ። ክረኽበኪ'የ ኢሉ ድማ ይሰዳ። ኣብ ስራሕ ምስ ኣተወት ምስ ዓሚል ጭቕጭቕ ይፈጠር። ማናጀር ናይ ስራሓ ሪቻርድ ዓቢ ዕድመ ዘለዎን ደረቕ ባህሪ ዘለዎን ሰብ እዩ። ጃንያ ደሞዛ ጸባሕ ስለ ዝኾነ ኣድሊኒ ኹይኑ ደሞዝ ኣቐዲምካ ሃበኒ ምስ በለቶ ምሃብ ይኣቢያ። ጃንያ ተስፋ ኣይቆረጸትን ግን ጭንቀታ ደረጃ ብደረጃ ዳበሰኸ ይኸይድ ኣሎ። ድሕሪ ቁሩብ ሰዓታት ናብ ሪቻርድ ትመለስ ገንዘብ ንኽትሓትት። ኣብቲ ህሞት ግና ክልተ ሰረቕቲ መናእሰያት ብረት ዓጢኸው ናብቲ ትካል ይኣትዉ። ሓደ ካብቶም ሰረቕቲ ስም ጃንያ ኣብ ኣፍ ልባ ዝነበራ ካርዳ ሪኡ ስማ ይጽውዓ። ንሳ ተሰንብድ። ነብሳ ከተድሕን ድማ ኣብ ናይ ቃልሲ ህሞት ካብ ኢዱ ብረት ትወስድ እሞ ከይተረድኣ ትትኩስ። ንሱ ድማ ብተኩሲ ይመውት። እቲ ካልኣዩ ድማ ይሃድም። እቲ ማናጀር ሪቻርድ ጃንያ ምስቶም ሰረቕቲ ተሻሪኻ እያ ኢሉ ይኣምን። ምኽንያቱ እቲ ሰራቒ ስማ ስለ ዝጸውዓ። ፖሊስ ክድውል ይፍትን። ጃንያ ኣብ ናይ ጭንቀትን ሕርቃንን ስንባደ ኹይና ንሪቻርድ እውን ትትኩሰሉ። ብድሕሪኡ ጃንያ ብደም ዝጨቐወ ቼክ ደሞዝ ካብ ትካል ኣልዒላ ናብቲ ኣብ ፊት ጎደና ዝርከብ ባንክ ትኸይድ። ኣብኡ ጆርጅ ትበሃል ናይ ባንክ ሰራሕተኛ ትጸንሓ፣ ንሳ ድማ ብዘይ መንነት ወረቐት ቼክ ክትቅበል ከም ዘይትኽእል ትነግራ። ጃንያ ኣብ ናይ መወዳእታ ደረት በጽሓት። ሽዑ ትገብሮ ጠፊእዋ እቲ ካብቲ ሰራቒ ዝወሰደቶ ብረት ተውጽእ። ደሞዘይ ሃቡኒ ዳበለት ድማ ዓው ዓው ትብል። ናይ ባንክ ኣመሓዳሪት ኒኮል ፓርከር እዚ ተዓዚባ ኣብ ክፉት ናይ ጃንያ ቦርሳ ድማ ናይ ኣርያ ጓላ ናይ ስነ ፍልጠት ፕሮጀክት ብርሃን ዘብለጨልጭ ትርኢ ከም ድማ ፖምባ ትወስዶ። ኒኮል ንፖሊስ ደዊላ ብረትን ቦምባን ዝሓዘት ሰበይቲ ኣላ ኢላ ጸብጻብ ትህብ። ፖሊስ ድማ ኩነታት ከም ሆስቴጅ ኩነታት ወሲዱ ነቲ ባንኪ ብዙርያ ኣካቢቦም ይዓጽውዎ። ኣብ ኣፍ ደገ ደገ ዲቴክቲቭ ካይ ራይመንድ፣ ንሳውን በይና ውላዳ ትዕቢ ኣደ እያ። ካፍቲ ኣብ ናይ ጃንያ ስራሕ ዝነበረ ኩነታት ተዓዚባ ንጃንያ ንክትርድኣ ትፍትን። ምስ ቺፍ ዊልሰንን ካልኦት ፖሊስን ብምትሕባባር ድማ ምስ ጃንያ ብማክሮፎን ክትዘራረብ ትጅምር። ኣብ ውሽጢ ባንክ፣ ጃንያ ምስ ኒኮል፣ ቴሳ፣ ገለ ካልኦት ሰራሕተኛታት፣ ከምኡውን ሓንቲ ዓባይ ሰበይቲ ትጸንሕ ነበረት። እቲ ጉዳይ ኣብ ናይ ዜና ማዕከናት ይፍኖ ስለ ዝነበረ፣ ኩሉ ሰብ ብተገዳስነት ይከታተሎ ነበረ። ጃንያ ካብቶም ፖላይስ ነቲ ንግሆ ዘፈራርሓ ፖሊስ ምስ ረኣየት ተትስንብድ፣ ንሱ ደገ ከም ዘለ ትርኢ። ስለዚ እቲ ፖሊስ ካብቲ ቦታ ክኸይድ ትሓትት፣ ካብኡ ንደሓር ብዛዕባ ምውጻእ ክትሓስብ ተማባጻ። ብድሕሪኡ ቦምባ ከም ዘይብላ እቶም ኣብ ባንኪ ዝነበሩ ሰባት ምስ ፈለጡ ቁሩብ ተራጋጉ። ስለዚ ኒኮል እቶም ሰራሕተኛታት እቲ ብዜና ዝከታተላ ዘሎ ሰብ ኩሉ ብድንጋጼ ረኣያ፣ ምኽንያቱ እዚ ኩሉ ነገር ናይ ጓል መግቢ ንምኽፋል እዩ። ኒኮል ግና እቶም ፖሊስ ቦምቢ ከም ዘይብላ ተፈሊጦም ብቶኽሲ ከይቀትልዋ ስለ ዘፈርሓት ብህይወት ክሳብ ትወጽእ ንኸይትነግሮም ትመኽራ። እቲ ዘሓዘን ነገር ግን ጃንያ እዚ ኹሉ ሽግራ ከይኣኽላ ኣዲኣ ብተሌፎን ትድውለላ፣ ዘሰንብድ ዜና ድማ ትነግራ። ኣዲኣ እንዳበኸየት ኣርያ ጋልኪ ሞይታ እያ ትብላ። ኣዚ ቃላት ድማ ናብ ሓቂ ንኽትምለስ ይገብራ። ምኽንያቱ ኣርያ ጋላ ሎሚ ዘይኮነ ድሮ ማለት ኣብታ ዝሓለፈት ምሸት ነብሳ እንዳ ሓጸበታ ከላ እቲ ሕማም ምንቅጥቃጥ ብርጥቆ ስለ ዝመጻ ከተድሕና ኣይከኣለትን ኣብ ኢዳ ድማ ሞተታ። ጃንያ ግን ነዚ ብርጥዖን መሪርን ሓቂ ክትቅበሎ ስለ ዘይከኣለት ወጋሕታ ምስ ኮነ ኣብ ሓንጎላ ብሓሳባ ማለት ጋላ ብህይወት ከም ዘላ ጌራ ወሰደታ። ናይ ቤት ትምህርቲ ዝክፈል ከም ዘለዋ ኣብ ቤት ትምህርቲ ትጽበያ ከም ዘላ ጌራ ኣብ ርእሳ ሓለመታ። ጃንያ ብኸቢድ ሓዘንን ብናይ ኣእምሮ ስንባደንን ራዕድን ዝተፈጥረ ራኢ፣ Hallucination፣ ደኣ'ምበር ብሓቂ ኣይተፈጸመን። ኒኮል ነዚ ሓቂ ካብ ፖሊስ ሰሚዓ ትፈልጦ ነይራ፣ ግን ንጃንያ ባዕላ ጋልኪ ሞይታ ኢላ ካልኣይ ግዜ ከተርድኣ ኣይደልየትን። ጃንያ ምስዚ ናይ ልቢ ስቓይ ክትግጥም ከላ፣ ካብ ደገ ኤፍቢኣይ ናብ ባንክ ንኽኣትው ይዳሎ። ጃንያ ድማ ገዛእ ርእሳ ክተጥፍእ ትሓስብ ግን ኣይተፈጸመን። ኒኮል ኢዳ ሒዛ ናብ ሓቅነት ትመልሳ፣ ብሓንሳብ ድማ ካብ ባንክ የውጻ። ኒኮል ከም ሰብኣዊ ዋልታ ኮይና ትሕዛ። ዲቴክቲቭ ራይመንድ ኣብ መንጎ ኤፍቢኣይንን ጃንያን ብምእታው ባዕላ ኢዳ ብምጭባጥ ካብ ካልእ ጎነጻዊ ስጉምቲ ተድሕና። ጃንያ ንደገ ምስ ውጸት፣ ብዙሓት ሰባት ንደጋፋ ተዓኪቦም ከም ዘለዉ ትርኢ። ከም ገበነኛ ጌሮም ኣይረኣይዋን። ዋላ እንካ ኣብ ሽግር ትንበር፣ ክልተ ሰባት ቀቲላ እያ። ፈተና ዝምታ ባንኪ ጌራ እያ። ስለዚ ተፈሪዳ ናብ እስር ቤት ምዃዳ ድማ ናይ መወዳእታ ዕጫ ኮነ።
መደምደምታ፣ እቲ ትምህርቲ ካብዛ ፊልም ንጹር እዩ። ነፍሲ ወከፍ ሰብ ደረት ኣለዎ፣ ብዙሓት ድማ ስቓዮም ብህድኣት ኣብ ውሽጦም ተሓቢኡ ይነብር። ደገፍ፣ ምርዳእ፣ ከምኡ'ውን ትግስቲ ካብ ኣብ ዙርያኻ ዘለዉ ሰባት ክንደይ ኣገዳሲ ምዃኑ ስትሮ የዘኻኽረና፣ ቅድሚ ሓደ ሰብ ናብ ናይ መወዳእታ ሓሰር ምብጻኹ። ተወሳኺ ናይ ትግርኛ ፊልም ጽማቕ ንክትረኽቡ፣ ሳብስክራይብ ግበሩ ላይክ ግበሩ ኮሜንትኩም ኣካፍሉና።